ሰላም ኩልኹም ናይዚ ቻነልና ተኸታተልቲ ሎማዓንቲ ድማ ዝረሳዕኹሞ ዊንዶውስ ቴን ወይም ዊንዶውስ ኢለቨን ፓስዋርድ ብኸመይ ብምንታይ ዓይነት ጥበብ ፓስዋርድና ሪሴት ጌርና ኮምፒውተርና ከም ንኣቱ ክንርኢ ኢና ብምንታይ ኢና ክንገብር ንኽእል ሎማዓንቲ ብኮማንድ ፕሮምፕት ከመይ ጌርና ፓስዋርድና ከም ንቕይሮ ወይም ሪሴት ከም ንገብሮ መስርሕ ሒዘልኩም መፅ ኣለኹ ኩለኹም ተኸታተሉ። እዚ መስርሕ እዚ ብጣዕሚ ኣዝዩ ቀሊል እዩ። ንስኻትኩም ጥራይ እዚ መስርሕ ብትኽክል ምክትታል ጥራሕ እዩ ዘድሊ። ምሳይ ደድሕረይ እንድሕር ብትኽክል ተኸታቲልኩምኒ ናይ ኮምፒውተርኩም ፓስወርድ ከመይ ጌርኩም ሪሴት ከም ትገብሩ ከርእየኩም እየ። ስለዚ ዳይ ናብቲ ቱቶሪያል ንእተ ማለት እዩ። መጀመርያ ክንኣቲ ከለና ሎጊን ስክሪን እዩ ዝመፀልና። ማንኮብ ንምምፃእ ሽፍት ኪ ካብ ኪቦርድና ፓወር በተን ክሊክ ንገብር እሞ ካብኡ ንሱ ክሊክ ምስ ገበርና እንደገና ኮምፒተርና ሪስታርት ዝብል ይመፅእ እሞ ሪስታርት ንገብሮ ማለት እዩ ካብ ካብ ዝመፀና ዲያሎግ ቦክስ ኣድቫንስ ስታርት ኣፕ ሜኑ ትራብል ሹት ኣድቫንስድ ኦፕሽንስ ካብኡ ኮማንድ ፕሮምፕት ካብኡ ኣብዚ ኣብዚ ኮማንድ ፕሮምፕት እዚ እንደገና ቼንጅ ድራይቭ ንምግባር ሲ ኢልና ኮለን ክንገብር ከለና ናብ ሲ ኣቲ ማለት እዩ ስለዚ ኣብዚ ዘለዉ ፋይላት ቸክ ንግበር ዲር ኢልና ኮማንድ ቸክ ክንገብር ከለና ኩሎም ይመፁ ድራይቭ ንምቕያር ተደሊና ካብኡ ከዓ ዲ ኢልና ክልተ ኮለን ክንነክ ከለና ፕረስ ኢንተር ናብዚ ኣቲ ማለት እዩ ከምቲ ትሪእዎ ዘለኹም ዲር ኢልና ቸክ ክንገብር ንኽእል ኤፍ ቴልና ኤፍ ስለ ዘየለ ድራይቭ ኤፍ ኣየርእየናን ማለት እዩ ስለዚ ናብ ሲ ንመለስ እሞ ሲ ኢልና ደብል ኮለን ኢልና ኮለን ኢልና ሲልና ኮለን ኢልና ኢንተር ንብል ተለና ናብ ሲ ተመሊስና ኣለና ኣብ ሲ ካብኡ ኣብ ሲ ካብኡ ማለት እዩ ሲዲ ኢልና ዊንዶውስ ንብል ኢንተር ዘን ሲዲ ኢልና ሲስተም ሰርቲቱ ኢንተር ደን ኣብዚ ለሎ ኤግዚኪቲቭ ፋይል እና ሪኔም ገብር ሬን ዩቲል ማን ስፔስ ዩቲል ማን ቱ ዋን ዶት ኤክስ ኢልና ሪኔም ንገብሮ ዘን ረን ሲኤምዲ ዶት ኤክስ ኢ ስፔስ ዩቲል ማን ዶት ኤክስ ኢ ኢንተር ንብሎ ማለት እዩ ዘን እዚ ንዕፀዮ እሞ ኮንቲኒው ንብሎ ተለና ናብ ሎጊን ይመፀና ከምዚ ተለይ መፂና እንደገና ካብ እንደገና ሪስታርት ክነገሩ ከለና ሲኤምዲ ባዕሉ ኮንሶል ይመፀልና ማለት እዩ ስለዚ ሪስታርት ንገሮ እሞ ክመፀልና እዩ ባዕሉ እቲ ሲኤምዲ ማለት እዩ ስለዚ ሪስታርት ኤኖ ይልብሎ መፂልና ኮማንድ ማለት እዩ ኣብዚ ካብኡ እንታይ ኢና ንገብር ኮንትሮል ስፔስ ኢልና ዩዘር ፓስወርድ ቱ ኢንተር ንብል ተለና ዩዘር ታብ መሪፅና ካብኡ ሪሴት ፓስዋርድ ንብል ማለት እዩ ኣብዚ ፓስዋርድ ክነቲ ንኽእል ወይ ከዓ ሱ ኢልና ኦኬ ክንብሎ ንኽእል ስለዚ ኦኬ ተገይርናዮ ፓስዋርድ ከይፀሓፍና ዝኣረው ክንነካ ከለና ከፍተልና እዩ ማለት እዩ ስለዚ ሎጊን ገይርና እኒና ማለት እዩ ኣብዚ ሳይን ኦፕሽን ኢልና ከክንዲ ፓስዋርድ ኢልና ከምዚ ኢሉ ክኣትየልና ይኽእል እዩ ስለዚ ኣብዚ ምስ ኣትየልና ከዓ ፒን ኢልና ኣብዚ ቼንጅ ክንገብሮ ንኽእል ኢና ኣብዚ ማለት እዩ ስለዚ ዩዘር ፓስዋርድስ ቱ ኢልና ኣብዚ ሪሴት ፓስዋርድ እዚ የብሉና እዚ ማለት እዩ ኣብዚ ክልተ ዓይነት መመረፂ እንድኒኤና ሓደ ብማይክሮሶፍት ኣካውንት ጌርና ዳታ ክነግኒ ንኽእል እቲ ካልኣይ እንደገና ኣብዚ ሎካል ዝኾነ ኣካውንት ክሬት ጌርና እቲ ዳታ ኣክሰስ ክንገብሮ ንኽእል ማለት እዩ ስለዚ እቲ ካልኣይ ቾዝ ንረኦዮ እቲ ናይ መጀመርያ ማይክሮሶፍት ኣካውንት ስለ ዝጠየቕ ማለት እዩ ኣድቫንስ ንኸድ ክሊክ ኣድቫንስ ንገብር ዩዘርስ ፎልደር ክሊክ ንገብር ኣክሽን ንኸድ ካብኡ ኒው ዩዘር ንገብር ዩዘር ኒው ንገብር ኤጌን ክሪኤት ንገብሮ ማለት እዩ ኣብኡ ደብል ክሊክ ጌርና ካብኡ መንበር ታብ ሪሙቭ ዩዘር ግሩፕ ኣድ ካብኡ ኣድሚኒስትሬተር ንገብሮ እዚ ማለት እዩ ሮሉ ማለት እዩ ናይቲ ኣካውንት ካብኡ ሪስታርት ንገብሮ ካብኡ በቲ ኣካውንት ብቲ ሓዱሽ ንኣቲ ኣብኡ እቲ ፋይል ኣሲሉ ኣሎ ብቲ ካሊእ ኣካውንት ዝነበረ ናይ ፕሪቪየስ ዝነበረ ዳታ ኩሉ ኣብ ዶክመንት ዳውንሎድስ ኣብ ኩሉ ዝነበሩ ዳታ ኣክሰስ ክንገብሮ ንኽእል ማለት እዩ ስለዚ ዳታ ናይ ጠፍአን ማለት እዩ ሪሴት ጌርና ካሊእ ኣካውንት ክሬት ጌርና እንትንገብር ማለት እዩ ፋሚሊ ኤንድ ኣዘር ዩዘርስ ኣብዚ ጌርና እንደገና እቲ ዝነበረ ኣካውንት እንደገና ዲሊት ክንገብሮ ንኽእል እቲ ዳታ ኣክሰስ ምስ ገበርናዮ ማለት እዩ ካብኡ እንታይ ኢና ንገብር ብሲኤምዲ ጌርና ናብቲ ኦሪጂናል ዝነበረ ኢና ንምልሶ ማለት እዩ ሲ ኢልና ሲዲ ዊንዶ ከምቲ ዓንተ ዝሰራሕናዮ ማለት እዩ ሲስተም ሰርቲቱ ናቲ ሪኒም ንገብር ካብኡ ዩቲልማን ዶት ኤክስኢ ሲኤምዲ ኤክስ ከምታ ዝገበርናያ ንምልሳ ሪስቶር ንገብራ ማለት እዩ ዋን ዝነበረት ናብ ታዋን ነጥፋ ማለት ናብ ዩቲልማን ዶት ኤክስ ንገብራ ካብኡ ኮንቲኒዩ ንብሎ ካብኡ ኤገይን ተኣክሰሲቢሊቲ ካብኡ ኣይህለ ግዜ ኣድቫንስድ ሰብ ኦፕሽን ፓስዋርድ ክጥይቀና እዩ ፓስዋርድ ልጥይቀና እንድሕር ኮይኑ ግን እንታይ ኢና ክንገብር ዘለና ብፍለሽ ቡተብል ዝኾነ ቡተብል ፍለሽ ክንሕዝ ኣለና። ቡተብል ፍለሽ እንደገና ናበይ ከድና ኢና ዳውንሎድ ንገብራ? ማይክሮሶፍት ዌብሳይት ንኸድ። ዳውንሎድ ሚዲያ ክሪኤሽን ኣብዚ እኒኣ እዚኣ ዳውንሎድ ንገብራ። ካብኡ ዳውንሎድ ምስ ገበርናያ ኢንስቶል ንገብራ ማለት እዩ። ላንጉጅ ንመርፅ፣ ካብኡ ኔክስት ንብላ። ካብኡ ናብ ፍሌሽ ንብላ ኣብ ፍሌሽና መሪፅና ናብ ፍሌሽ ንብላ ማለት እዩ ስለዚ ዳውንሎድ ገይራ ናብ ፍሌሽ ዳውንሎድ ምስ ገበረትና ካብኡ ናብ ላፕቶፕና ንሸኩዓ እሞ ናብ ላፕቶፕና ምስ ሸኳዕናያ ግን ሽፍት ፕላስ ኤፍ ቴን ፈንክሽን ክንነክእ ከለና ዳይሬክት ኮማንድ ፕሮምፕት ካብ ፍለሽ ይለዓለልና ማለት እዩ ካብ ፍለሽ እንድሕር ተላዒልና ሓዚ እቶም ኣብኡ ዘለዉ ዳይሬክተሪታት ሲ ሕዘ ይፈልጦን ድየ ይፈልጦን ስለዚ ሌትሴ ከዚ ሲ ተልናዮ ኣይፈልጦን ኢሉ ኣለና ኣብዚ ማለት እዩ ስለዚ ሲስተም ካነት ፋይንድ ኣለና ኣለዚ ማለት እዩ ስለዚ ዲስክ ፓርት መጀመርያ ንፅሕፍ ማለት እዩ ዲስክ ፓርት ክንፅሕፍ ከለና ግን ሊስት ክንብሎ ከለና ቮሊዩም ሕዚ የምፀእልና ማለት እዩ ስለዚ እቶም ኣብኡ ዘሎ ፓርቲሽናት ሕዚ ከምፀልና ይኽእል እንትን ማለት እዩ ስለዚ ሂደን ዝኾኑ ሄልዚ ዝኾኑ ትክክለኛ ሃርድ ዲስክ ፓርቲሽን ምናምን ይወፀልና ማለት እዩ ሰሌክት ቮሊዩም ዋን ንብሎ ማለት እዩ ካብኡ ካብኡ ኣሳይን ሌተር ሲ ንብሎ ማለት እዩ ኣሳይን ይገብረልና ነቲ ቮሊዩም ዋን ነበረ ማለት እዩ ደን ኤግዚት ንገብር ማለት እዩ ሕዚ ኣክሰስ ክንገብሮ ንኽእል ኢና ሲ ድራይቭ እንድሕር ፓስዋርድ ልጢቐና ኮይኑ ብቡተብል ፍሌሽ ንጥቀም ንኽእል ኢና ማለት እዩ ባርከስ ክቡራት ተኸታተልትና እዚ ቪድዮ እዚ ሓጋዛይ ምዃኑ ተስፋ ይገብር እንድሕር ፈቲኹሞ ሼር ላይክ ሰብስክራይብ ግበርዎ ዝኾነ ይኹን ጥያቄ ብዛዕባ ኣይሲቲ ተሃሊኩም ውን ኣብ ኮሜንት ጸሓፉለይ እሞ ቪድዮ ንዕኡ ውን ከዘጋጀወልኩም የቀንየለይ ድሓን ቀንዩ።